ሰላም ሰላም ጥዕና ሃበለይ ከመይ ትኾኑ ሰላም ክትብሉ በዓል ሙሉ ተስፋ እየ እምበኣርከስ ኣብ ድሕረይ ከም ትሪእዎ ዘለኹም ብጣዕሚ ደስ ዘብል ነቸር ዝመልኦ ተፈጥሮ ዝመልኦ ብዙሓት እንስሳታት ትርእሉ ብዙሕ ሰብ ዘይብሉ ፓርክ እየ ዘለኹ I can't tell you guys ብጣዕሚ እየ ኢንጆይ ዝገብሮ ዘለኹ ንፋስ ኣሎ ፍሬሽ ኣየር ኣሎ ከም ትሪእዎ ዘለኹም ክሳብ ጫፍ ንዮ ዘሎ ኣግራብ እዩ ኣብዚ ማይ ኣሎ ኣዕዋፍ ኣለዋ ኣብዚ ማዓት ዓሳ ኣለዉ ማለት እዩ so ኣብዚ ኮይነ ሎሚ ቴክኒካል ፋንዳሜንታል and ሴንቲሜንታል ኣናላይሲስ ዝሰርሓልኩም ክኸውን እዩ and ጎኑ ጎኑ ከዓ ጋይስ ብዛዕባ ገለ ፋክትስ ብዛዕባ ፕሪ ሩቲንግ ክንዛረብ ኢና ማለት እዩ what is pre-routing um, ቅድሚ ናብ ትሬድ ምእታውና ክንገብሮ ዘለና ነገራት ከመይ ይመስሉ ሎቢ ዝገበርክዎ ነገራት ሸር ዝገብረኩም ካውዲ ማለት እዩ ሶ ሕጂ ብዛዕባ ፕሪሩቲን ክንዛረብ ኢና ጋይስ What is pre-routing እንታይ ማለት እዩ? ፕሪማርኬት ሩቲንግ እዩ ዝበሃል ኦፊሻሊ ሶ ቅድሚ ትሬድ ምግባርካ ኣብ ትክክለኛ ሃዋህው ከም ዘለካ ተረጋግፀሉ እዩ ፅቡቅ ፊሊንግ ስማዓካ ከም ዘሎ ተረጋግፀሉ እዩ ኣብ the end of the day ትሬዲንግ ምስ ነብስካ ምስ ናትካ ዲስፕሊን ምግፋጥ እዩ እቲ ዝኸበደ ሳይኮሎጂካል ፓርቲ እዩ እንድሕር ዳ ከምኡ ተኮይኑ ቅድሚ ናብ ማርኬት ምእታውካ ክትገብሮም ዘለካ ኣለዉ ሕጂ ንኣብነት መጽናዕትታት ምግባር ኣናላይሲስ ምግባር ማንዳቶሪ ኢኻ ክትብሎ ትኽእል እቲ ግዴታ እዩ ባት ንኣብነት ሕጂ ሎሚ ዝገበርክዎም ንግሆ ሰዓት ሸሞንተ ተስኤ ማለት እዩ ናብ ከባቢ ትሽዓተ ሰዓት ዝኸውን ደቂሰ ካብ ትማሊ ኣይ ቲንክ ዓሰርተ ሓደ ምስ ደቀስኩ እየ ሶ ትሽዓተ ሰዓት ደቂሰ እዚ ሕጂ ፅቡቕ ናይ ዕርፍቲ ግዜ ከም ዘለኒ የረጋግጽ። እንታይ ማለት እዩ? ዝገብሮ ውሳነታት ኣዝዮም ትኽክለኛ ንክኾኑ ይሕግዘኒ እዩ። እንድሕር ደኣ ብዙሕ ድቃስ ተደቂስኩም ትኽክለኛ ዝኾነ ውሳነ ንክትውስኑ ኣዝዩ ሓጋዚ እዩ ማለት እዩ። ሰው ንጎተስኤ ደንድሕሪኡ ሜዲቴትድ ገብር ነርኒ ኦፍኮርስ ብሩክ መዓልቲ ውዕለና ጌታ ምስ በልኩ ማለት እዩ ሶ ንዓሰርተ ደቂቕ ዝኸውን ሜዲቴት ገይረ ሜዲቴት ማለት መዓልተይ ከመይ ከም ዝውዕል ፕላን ዝገብረሉ ግዜ እዩ so all you have to do is just ትንፋስ ጥራይ ኢኹም ክትእትዎ ተውፅኡ ዘለኩም ላይክ ኣየር ትእትው ተውፅኡ ኣየር ትእትው ተውፅኡ ኣንደን ሎማዓንቲ ከመይ ከም ትውዕሉ ቪዥዋላይዝ ትገብርዎ እዚ ኻ እንታይ ይሕግዘካ ቅድሚ ምትንሳእኻ ሎሚ ፅቡቕ መዓልቲ ከም ትውዕል ከምዚ ትርእይዎ ዘለኹም ኣሜዚንግ ዝኾነ መዓልቲ ከም ትውዕል እዩ ዝሕብረካ ማለት እዩ ደን ካብኡ ድሕሪ ሜዲቴሽን ሻወር ክወስድ ነይርኒ ቁርሲ ክቆርስ ነይርኒ ኣመይዚንግ ዝኾነት ኮፊ ሰትየ ቡን ማለት እዩ ጋይስ ቡን ሎሚ ዝሰተኽዋ ኢትስ ክሬዚ ጋይስ ሶ ድሕሪ ኮፊ ኣብዚ ከም ትሪእዎ ዘለኹም ከዓ ሎሚ ኣብዚ ጫካ መፅየ ብዙሕ ግዜ ትሬድ ምስ ገበርኩ ወፅየ ብመኪና እየ መፅየ ብመኪና መፅየ ኣብዚ ከባቢ እዚ ወክ ክገብር እየ ንቀሳቐስ እየ ኢንጆይ ክገብር ፍትን እየ ጋይስ ኢንጆይ ላይፍ ኣፕ ኤንድ ዳውን እንጆይ ምግባር እዩ ማለት እዩ ኣብዚ ኮይነ ፋንዳሜንታል ቴክኒካል ኩሉ ነገር ክሰርሕ እየ ድሕሪ ሓደ ሰዓት ምስ ተረፈና ናብ ኦፊስ ክኸይድ እየ ሶ ኣብ ኦፊስ ከይደ ከዓ ላይፍ ኣቲና ምስቶም ካልኦት ናትና ኣባላት ትሬድ ክንገብር ኢና ሕጂ እዚ ቅድሚ ናብ ትሬድ ምእታወይ እየ ሪከርድ ዝገብረልኩም ዘለኹ ሎሚ ኣይ ቲንክ 0.5 ሪስክ ክንገብር ኢና 1.5 ፐርሰንት ከዓ ክንረክብ ታርጌት ክንገብር ኢና ኣይ ሆፕ ሶ ብሬክ ኢቨን ኣይንወፅእን ዝብል ግምት ኣለኒ ባት ክንወጽእ ንኽእል ኢና ኖባዲ ክፈልጦ ኣይክእልን ክንከስር ንኽእል ኢና ባት ጽቡቕ ስምዓኒ ከም ዘሎ ኮንፊርም ክገብር ይኽእል ጽቡቕ ስምዓኒ ኣሎ ጽቡቕ ሃዋህው ኣለኹ ልዕሊ ኩሉ ከዓ ሎሚ ኦ ማይ ጋድ እዚ ኣየር እንጆይ ይገብሮ ኣለኹ ማለት እዩ ሶ ያ ዳስ ኢት ጋይስ እስኪ ሎሚ እንታይ የጋጥመናኻ ገምቱ ኢኹም ቅድሚ ነዛ ቪድዮ ኩላ ምርኣይኩም ሎሚ በዚ ዘለኹዎ ሃዋሁ ፕሪ ማርኬት ሩቲንግ ማለት እዩ ጽቡቕ ስምዓኒ ኣሎ then what do you think ንኸስር ወይስ ንኸስብ ከመይ ይመስለኩም እስኪ ግምትኩም ሃቡ ኢኹም thank you ንኸይድ በሉ ዌልካም ሶ እዛ ቅድም ኢልኩም ዝረኣኹማ ቪድዮ ትማሊ ሪከርድ ገይረልኩም ትማሊ ሪከርድ ገይረልኩም ትማሊ ቪድዮ ክዝርግሕ ነይሩኒ but unfortunately ኣነ ኣብ ቪድዮ ሪከርድ ዝገበርክዎ ኣብ ስክሪን ናተይ ማለት እዩ ምሸት እየ ትሬዲንግ ወዲኤ ኣልሞስት ዓሰርተ ገለ መደብ ክሳብ ዝኸውን ኣብ ትሬዲንግ ነረ ማለት እዩ ድሕሪኡ ናብ ናትና ኤዲተር ክሰዶ ነይሩኒ ካልእ ሃገር እዩ ዝነብር ናብኡ ምስ ሰደድኩ ኤዲት ክገብሮ ይከኣለን ለስ ኪፕ ኢት ኢልና ማለት እዩ ናባይ ንክኣቱ ግዜ ይወስደሉ እዩ ናብ ዩቲብ ንክፀዓን ሰዓት ክልተ ሰዓት ይሓትት ኮይኑ ማለት እዩ ሎሚ ስክሪን ሼር ገረ ዘካፍለኩም ክኸውን እዩ ባት ኣንፎርቹኔትሊ መዓልታዊ ክፅዕነልኩም ኣይክእልን እየ ክልተ ነገራት እዩ ሓደ መዓልታዊ ክፅዕን እንተኮይነ ዝሓለፈ ዝሰደልኩም ዝነበርኩ ኣነ እውን ኤዲት ትገብሮ ነይረ እየ እቲ ኮንሲስተንሲ ንክቕፅል ባት ኣንፎርቹኔትሊ ልዕለይ ፍርቂ ሰዓት ልዕሊ ሓደ ሰዓት ግዜ የብለይን ኣብ መዓልቲ ኣብ ናይ ኤዲቲንግ ዘሕልፎ ናይ ኤዲቲንግ ግዜ ከዓ ይወስድ እዩ ን ካልኣይ መዓልታዊ ቪድዮ ንክሰደልኩም ሓደ ሓደ ግዜ ትሬዲንግ ዋን ቱ ስሪ ዋን ቱ ፎር ክወስድ እንዳከኣል ከልኹ ከት ዝገብሮም ኣለዉ ዝቆርፆም ኣለዉ ቪድዮ ንክሰርሓልኩም እሞ ሰው እንታይ ክንገብር ኢና ድሕሪ ሕጂ ብዝተኻእለኒ መጠን ወይ ኣብ ሰሙን ሓደ ግዜ ኣብዴት ክገብረኩም እየ ዘለናዮ ዝበፃሕናዮ ፕሮግረስ ማለት እዩ ወይ ከዓ ኣብ ሰሙን ክልተ ግዜ ኣብዴት ዝገብረኩም ይኸውን እዩ ቤስት ዝኸውን ኣብ ኮመንት ክጽሕፉለይ ትኽእሉ ኢኹም ወትሩ ዓርቢ ናይ ምሸት ማለት እዩ ቀዳመ ሰንበት ሆልድ ኣይገብርን እየ ትሬዲንግ ዓርቢ ናይ ምሸት ግድን እየ ዝዓጹ ማለት እዩ ዓርቢ ናይ ምሸት ኩሉ ሪከርድ ጌርና ናይ ሓደ ሰሙን ትምህርቲ ብዘለዎ መልክዑ ኣብቲ ሰሙን እንታይ ተማሂርና ቪድዮ ብጸቢብ መልክዑ ማለት እዩ ኣብ ውሽጢ 20 ሚኒት ሰርቲ ሚኒት ጌርና ፅሟቕ ወይ ካዓ ናይ ሰሙናዊ ፅሟቕ ገይረ ከቕርበልኩም ይኽእል እየ ወይ ክዝርግሓልኩም ይኽእል እየ ማለት እዩ ያ ዳስ ዘ ቤስት ቾይስ ኦር ኣብ ሰሙን ክልተ ግዜ ገይረ ክዝርግሓልኩም ይኽእል እየ ማለት እዩ ሶ ሕጂ ናብ ስክሪን ክወስደኩም እየ ሶፋር ኣይ ዶንት ሃቭ ዛት ማች ዘሐጉስ ዜና ትማሊ ሉዝ ኣጋጢምና ነይሩ ሎሚ እውን ሉዝ ኣጋጢምና ቱ ፐርሰንት ዳውን ኮይና ኣለና ዊች ኢዝ ትዌንቲ ታውዘንድ ፕላስ ዝኸውን ዳውን ወሪድና ኣለና ማለት እዩ ባት ናብ ስክሪን ክወስደኩም እየ ጋይስ ንምንታይ ሉዝ ከም ዝገበርና ተክኒካል መሰላት ዝሰራሓልኩም መሳሊ ሸር ዝገብረኩም ክኸውን እዩ ዘለና ካፒታል እውን ኢንፎርሜሽን ዝበኩም ክኸውን እዩ ማለት እዩ ስ ጋይ ኦኬ ጋይስ ጋይስ ልስን ልስን ኦኬ መጀመርያ ኣብ ላዕሊ ከም ትሪዎ ዘሎ ሪከርድ ገይረልኩም ኤቭሪቲንግ ማለት እዩ ደንድሕሪኡ ብዘይ ድምፂ ሪከርድ ኮይኑ ቪድዮ ናብ ከባቢ 16 ደቂቕ ማለት እዩ ደንድሕሪኡ ኦኬ Unfortunately ተበላሽኒ ኢለ ከም ትሪእዎ ዘለኹም ካልኣይ ግዜ ሪከርድ ክገብረልኩም ኢለ ኢቨን ነቲ ኤዲት እናገበርኩ ኣለኹ ኢለ ማለት እዩ እስኪ ያ ሶሪ ጋይስ ከይደ ካልኣይ ግዜ ኤዲት ክገብረልኩም እየ ገለ ኢለ እንደገና ኤዲት ገይረዮ ማይክሮፎን ገለ ኣስተኻኺለ ባት ደ ሰይም ጌጋ ከጋጥም ኢለ ከማን ኣይሓሰብኩን ማለት እዩ ኣን ብዘይ ድምፂ ንሱ እውን ማለት እዩ So I don't I don't know ኣብ ላዕሊ ኣብኡ ከለኹ ጥራይ ድምጺ እየ ሕጂ ዝውስኸልኩም ዘለኹ ያ ሶ ኖርማሊ እንታይ እዩ ነይሩ ብሕፅር ዝበለ ማለት እዩ ሓሙሽ ሉዝ ጌርና 1.3 ፐርሰንት ሎሚ ዓርቢ ሉዝ ጌርና ፖይንት ዜሮ ሲክስ ፐርሰንት ማለት እዩ and እቲ ጸገም ዝነበረ ፋንዳሜንታል ኣናላይሲስ ጋይስ ቴክኒካል ኣናላይሲስ ብጣዕሚ ብዙሕ ነገር ሰራሕናዮ ነይሩ ከም ቲም ማለት ቲም ወርክ ዋዝ ኣሜዚንግ ኦነስትሊ ባት ኣንፎርቹኔትሊ it was not ፋንዳሜንታሊ ፋንዳሜንታሊ ናይ ኢራን ሲስፋየር ሰላም ምግባር ጂሮም ፓውል ካብ ፌደራል ሪዘርቭ ካብ ቸር ሪዛይን ምግባሩ እቲ ትራምፕ ዶላር ክቕንስ ወይ ከዓ ኢንትረስት ሬት ክቁረፅ ምድላዩ እቲ ዝመፅእ ዘሎ በዓል ስልጣን ወይ ከዓ ኬቪን ዋርሽ ዊች ኢዝ ደ ኔክስት ካብ ዕለት 15 መይ ጀምቢሩ ፌድ ቸርማን ዝኸውን ከዓ ንሱ ከዓ ኢንተረስት ሬት ክቁረፅ ዝደሊ ዓይነት ሰብ እዩ ማለት እዩ። ነዚታት ተተሓሒዙ ማርኬት ናይ ኣሜሪካ ንላዕሊ ዝወፅ ዘሎ ንሱ ጥራይ ኣይኮነን። ጎጉል፣ ኢንተል፣ ኢንቪድያ ካልኦት ዓበይቲ ካምፓኒታት ናይ ኣሜሪካ እዚ ኩናት ናይ ኢራን ኣብ ግምት ከየእተዉ ማለት እዩ ብሓፈሻ ከይጎድኦም ማለት እዩ እምበር ኣብ ግምት እትዮም ክኾኑ ክሉ እዮም ከይፀለዎም ኣብዚ ዓመት ኣብዚ ናይ ፍርቂ ዓመት ከመዝግብዎ ዝግብኦም ዝነበረ ኳርተርሊ ኣይ ቲንክ ኣብዚ ርብዕ ዓመት ከመዝግብዎ ዝግብኦም ዝነበረ ናይ ኢርኒንግ ሪከርድ ወይ ከዓ ኣታዊታት ካብ ትፅቢት ንላዕሊ ፅቡቕ ስለ ዝሰርሑ ናይ ኣሜሪካ ናስዳቅ ንላዕሊ ክወፅእ ነይርዎ ማለት እዩ ኣን ወላኳ ኣናላይሲስ ሰሪናተ ነበርና ባት እስ ካብቲ ቴክኒካሊ ኣንኤክስፔክትድ ነይሩ ካብቲ ሪዮ ዘለኹም ኣዘ ሪዛልት ከዓ ኣልሞስት ናብ ከባቢ ዕስራን ሓደን ሽሕ ቱ ፐርሰንት ዳውን ወሪድና ኣለና ባት ዶንት ወሪ ኤይት ፐርሰንት ዳውን ተወሪድና እውን ሪካቨር ክንገብር ንኽእል ኢና ኣም ጎኖ ዲ ዲስ ብውሽጠይ ፅቡቕ ሓይሊ ይስምዓኒ ዘሎ ማለት እዩ ጋይስ ጀስት ኣብ ቪድዮ መዓልታዊ ክፅዕነልኩም ቁርብ ከቢድኒ ኣሎ ጋይስ ሶ ኣድ ክፅዕነልኩም ክብል እውን ከት ዝገብሮ ዝቕርፆ ዓይነት ኢንትሪ የጋጥመኒ ኣሎ ማለት እዩ ሶ ካብ ሕጂ ንዳሓር ሰሙናዊ ክገብረልኩም ክፍትን'የ ማለት እዩ። ሰሙናዊ ክኸውን ከሎ ከኣ ናይ ሰሙን ሙሉእ ናይ ሓሙሽተ መዓልቲ ኣብ ሓደ ኣኪበ ብትምህርቲ መልክዕ ክሰደልኩም ክኸውን እዩ ማለት እዩ። Thank you so much and ኣብ ቀረባ እዋን ኣብዴት ዝገብረኩም ክኸውን እዩ። See you next Monday guys ተኽኢለስ ማንዴይ ክለቀልኩም እየ። ኣብ ቴሌግራም ጆይን ግበሩ ኣብኡ ኣብዴት ዝገብረኩም ክኸውን እዩ ነፍሲ ወከፍ ኢንትሮ ናተይ